ሰላም ጥዕና ይሃበለይ ዝኸበርኩምን ፍትዋትን ተኸታተልቲ መደብ ሳባውያን እንታይ ይመስል ሎሚ እውን ከምቲ ልሙድ ነዚ ሰዓት እዚ ዝሓርናልኩም ሓፂርን እዋናውን ዝበል ናይ ሓበሬታ ሒዝናልኩም መፅናልና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ኣብ ዞባ ምዕራብ ትግራይ ዘብዐ ተከዘ ብዝብል ኣወዳደባ እንዳተወደበን እንዳተጠናኸረን ዝርከብ ሓይሊ ኣምሓራ ኣንጻር ትግራይ ናብ ኩናት ንምእታው ዘኽእሎ ውዳበ ከም ዘጠናኸረ እንዳተገለጸ ይርከብ። ብተቃራኒኡ ኣብ ትግራይ ነንሕድሕዱ ክባላዕ ዝኽእል ውዳበ ተጠናኺሩ ቀጺሉ ይርከብ። ብዝርዝር እነመልከቶ ጉዳይ ክኸውን እዩ። ብካልእ ሓበሬታ ዋና ዳይሬክተር ውድብ ጥዕና ዓለም ዝኾኑ ዶክተር ቴድሮስ ኣድሓኖም ኣብ መጽሔት ታይምስ ሚእቲ ጽዕንቶ ፈጠርቲ ውልቀ ሰባት ተባሂሉ ተኻቲቱ ኣሎ ብዝርዝር እንምልከቶ ጉዳይ ክኸውን እዩ ብካሊእ ሓበሬታ ዳግም በቲ ጽንተታዊ ኩናት ካብ ትግራይ ተመዛቢሎም ኣብ ሱዳን ኣብ መዕቆቢ ስደተኛታት ዝርከቡ ዜጋታት ብባራ ሓዊ ከም ዝተጠቕዑ ተገሊጹ ኣሎ ብዝርዝር ናባኹም ኣብ ሰዓቱ ክነቐርብ ኢና ላይክ ኮሜንት ሽር ሰብስክራይብ ምግባር ኣይንዘንግዕ ሰናይ ጻንሒት

መጽሔት ታይምስ ንዶክተር ቴድሮስ ኣድሐኖም ኣብ ውሽጢ ዝርዝር ሚእቲ ፅዕንቶ ፈጠርቲ እዚ ዓመት እዚ ጸሪሕዎ። ኣብዚ ዓመት ካብ መንጎ ፅዕንቶ ፈጠርቲ ዝተብሃሉ ዶናልድ ትራምፕን ኤለን መስክን እውን ይርከብዎም። ዓመታዊ ዝርዝር ፅዕንቶ ፈጠርቲ ብምውፃእ ዝፍለጥ ታይምስ መጽሔት ንዶክተር ቴድሮስ ኣድሐኖም ኣብ ውሽጢ ዝርዝር ሚእቲ ፅዕንቶ ፈጠርቲ እዚ ዓመት እዚ ፀሪሕዎ ይርከብ። ዳይሬክተር ውድብ ጥዕና ዓለም ዝኾኑ ዶክተር ቴድሮስ ኣድሓኖም ነቲ ኣፍልጦ ስዒቡ ኣብ ማሕበራዊ መራኸቢኦም ኣብ ዘሕለፍዎ መልእኽቲ ታይምስ መፅሄት ኣብ ዝርዝር ሚእቲ ፅዕንቶ ፈጠርቲ እዚ ዓመት ፀሪሑኒ ኣሎ ክብሉ ጠቒሶም ኣለዉ። እዚ ድማ ኣብ ውድብ ጥዕና ዓለም ብዘይ ዕረፍቲ ቀትሪ ምስ ለይቲ ኣብ ምስራሕ ንዝርከቡ መሳርሕቲ ኣፍልጦ ዝህብ እዩ ክብሉ እውን ወሲኾም ሓቢሮም ኣለዉ። ዶክተር ቴድሮስ ኣድሓኖም መልእኽቶም ቀፂሎም እቲ ኣፍልጦ ኣብ ከተማታት ገጠራትን ጎንፂ ኣብ ዘለዎም ከባብታት ኣብ ስራሕ ንዝርከቡ ሰብ ሞያ ጥዕና እውን ኣፍልጦ ዝህብ ምዃኑ ብምግላፅ ኩሉ ሰብ ሞያ ጥዕንኡ ክሕሉ እቲ ውድብ ይሰርሕ ንዘሎ ስራሕ ዝድግፍን ኣፍልጦ ዝህብን እዩ ክብሉ ምጎሶም ገሊፆም ኣለዉ። ዶክተር ቴድሮስ ኣድሓኖም ኣብቲ መጽሔት ብዛዕባ ኣበርክቶኦም ምስክርነት ንዝሃቡ ኣብ ምክልኻል ሕማም ልዑል ግደ ዘለዎም ተመራማሪ ዶክተር ላሪ ብሪልያንት እውን ኣመስጊኖም ኣለዎም። ዶክተር ላሪ ብሪልያንት ኣብ ጽሑፎም ዶክተር ቴድሮስ ኣድሓኖም ዳይሬክተር ውድብ ጥዕና ዓለም ካብ ዝኾኑ ጀሚሩ ኣገልግሎት ጥዕና ዓለም ለውጢ ከም ዘርአየ ምስክርነቶም ኣስፊሮም እዮም። እዚ ለውጢ ድማ ብመሪሕነት ሳይንሳዊ ዝኾነ ውሳነታት ዶክተር ቴድሮስ ኣድሐኖም ዝመፀ ምዃኑ ዝገልፁ ዶክተር ላሪ ዶክተር ቴድሮስ ኣድሓኖም ኣብቲ ውድብ ርኡይ ለውጢ ዘምፀ መራሒ ምዃኑ መስኪሮም እዮም። መሪሕነት ዶክተር ቴድሮስ ኣድሓኖም ሓቀኛን ውፅኢትን መሰረት ዝገበረ እዩ ዝበሉ ዶክተር ላሪ ህዝቢ ዓለም ኣብ ዝሓለፉ ግዝያት ዝሓሸ ጥዕና ዘለዎ ክኸውን ከም ዝገበሩ ድማ ወሲኾም ምስክርነቶም ጠቒሶም እዮም። ታይምስ መፅሄት ኣብዚ ዓመት ፅዕንቶ ፈጠርቲ ሚእቲ ኢሉ ካብ ዝፀርሖም ውሽጢ ፕሬዚደንት ኣሜሪካ ዶናልድ ትራምፕን በዓል ሃፍቲ ኤለን መስክ ተሰፊሮም ሰፊሮም ይርከቡ። ተጋሩ ኣብ ዘፅለልሉ መዕቆቢ ስደተኛታት ተነድባ ሓደጋ ባርዕ ሓዊ ኣጋጢሙ ብሰንኪ ሓይልታት ፅንተት ካብ መረበቶም ናብ ሱዳን ዝተሰደዱ ተጋሩ ኣብ ዘፅለልሉ መዕቆቢ ስደተኛታት ተነድባ ሓደጋ ባርዕ ሓዊ ኣጋጢሙ ናብ ሎሚ ትሽዓተ ሚያዝያ ክልተ ሽሕ ዓሰርተ ሸውዓተ ዓመተ ምህረት ኣብ ዘውግሕ ለይቲ ሰዓት ትሽዓተን ኣርብዓን ሓሙሽተን ሰብ ብድቅሱ ኣብ ሱዳን ማእኸል መዕቆቢ ስደተኛታት ተነድባ ሓደጋ ባር ሓዊ ዘጋጠመ ኮይኑ ከቢድ ሓደጋ ከም ዘብፅሐ ተፈሊጡ ኣሎ። እቲ ሓደጋ ዛጊድ መልዕሊኡ ዘይተፈለጠ እኳ እንተኾነ በቲ ዘጋጠመ ሓደጋ ብርክት ዝበለ መንበር ኣብያትን ትካላት ንግድን እንትቃፀሉ ኣብ ሰብ ግን ዛጊድ ብዘሎ ሓበሬታ ጉድኣት ከም ዘይበፅሐ ግዳያት እቲ ሓደጋን መተሓባበርቲ እቲ ማእኸል ሓቢሮም ኣለዉ። ብፍላይ እቲ ሓደጋ ባርዕ ለይቲ ዘጋጠመ ብምዃኑ ህዝቢ ቀልጢፉ ከጥፍኦ ከም ዘይኽኣልን ሓጋዚ ብምስኣኑ ከቢድ ኪሳራ ከም ዝበፅሖ ዝገለፁ እቶም ወገናት ሕዚ እውን ግዝያዊ መፅለሊ ኾነ ዝብላዕ ስኢኖም ብምህላዎም ህፁፅ ሓገዝ ክግበረሎም ፃውዒት ገይሮም ኣለዉ። ኣብ ዝቐረባ መዓልትታት ጥራሕ ንሓምሻይ ግዜ ሓደጋ ባርዕ ሓዊ ዘጋጠመ እንትኸውን ክልተ ትሕቲ ዕድመ ህፃውንቲ በቲ ሓደጋ ባርዕ ህይወቶም እንትሓልፍ፣ ብርክት ዝበሉ ገዛውቲ ድማ ካብ ጥቕሚ ወፃእ ከምዝኾኑ ክፍለጥ ተኻኢሉ ኣሎ። ብኣማኢት ኣሽሓት ዝቑፀሩ ስደተኛታት ዞባ ምዕራብ ትግራይ ብሰንኪ ወራር ፅንተት ካብ መረበቶም ተመዛቢሎም ኣብ ሃገረ ሱዳን ዝተፈላለዩ ግዝያዊ መፅለሊ ኣዕቒቦም ብጥሜትን ሕማሜን እናሰቓዩ ዝርከቡ እንትኾኑ ሕዚ እውን መላእ ማሕበረሰብ ዓለም ቆላሕታ ክገብረሎም ፃውዒት እንዳቐረበ ይርከብ። ብድጋፍ መንግስቲ ኢትዮጵያ ዝተፈላለዩ ወተሃደራዊ ታዕሊማት ክወስዱ ዝፀንሑ ዘብዒ ተከዘ ብዝብል ውዳበ ዝፍለጡ ሓይልታት ኣምሓራ ኣብ ዞባ ምዕራብ ትግራይ ንኩናት ዝዕደም ምንቅስቃሳት ኣብ ምግባር ይርከቡ መንግስቲ ኢትዮጵያ ብመሰረት ስምምዕነት ፕሪቶርያ ሰራዊት ትግራይ ዕጥቂ ክፈትሕ ይግባእ ክብል ካብ ዝኾነ ግዜ ንላዕሊ መደባት ኣውጺኡ ኣብ ዝሰርሐሉ እዋን፣ ንሓይልታት ኣምሓራ ዘብዐ ተከዘ ብዝብል ኣወዳደባ ዝተፈላለዩ ወተሃደራዊ ታዕሊምን ዕጥቅን ኣልባሳትን ብምሃብ የስልጥንን ይዕልምን ይምድብን ከም ዘሎ ተገሊጹ ኣሎ። እዞም ኩሎም ምንቅስቓሳት ንትግራይ ስግኣት ኮይኑ ኣብ ዝርከበሉ እዋን ብወገን መሪሕነት ትግራይ ዝረእ ዘሎ ሸለልትነት ግን ስግኣት ዝፈጠረ ኮይኑ ይርከብ። መራሕቲ ትግራይ ኣብዚ ሕዚ እዋን ዲዲኣር ብዕሊ ዝተጀመረሉ ምንቅስቓስ ፈቒዶም፣ ሓይልታት ኣምሓራ ግን ካብ ስምምዕነት ፕሪቶርያ ወፃኢ ኣብ ዞባ ምዕራብ ትግራይ ውዳበታቶም ከጠናኽሩ ምፍቃዶም ፈፂሙ ግቡእ ከም ዘይኮነ ዝጠቕሱ ኣካላት ብመሰረት ስምምዕነት ፕሪቶርያ ኣብ ትግራይ ሰፊሮም ዝርከቡ ካብ ሰራዊት ምክልኻል ኢትዮጵያ ወፃእ ዝኾኑ ሓይልታት ካብ መሬት ትግራይ ክወፁ ግድን ኣብ ዝኾነሉ እዋን ሓይልታት ኣምሓራ ግን ሓይልታቶም ኣወዳዲቦም ንካሊእ ኩናት ንካሊእ ፅንተት እንዳተዳለዉ ይርከቡ። ይኹን እምበር ብወገን ትግራይ ዝረአ ዘሎ ምንቅስቃስ ሕዚ እውን ከቢድ ስጋት ፈጢሩ ይርከብ። ኣይኾነን ተመዛበልቲ ናብ መረበቶም ምምላስ ካልኦት መሬት ትግራይ ዘይምንጠልሉ ወይ ከዓ ዘይውሰድሉ ምክንያት ከምዘየለ ዝጠቕሱ ብርክት ዝበሉ ኣካላት ሕዚ እውን መራሕቲ ትግራይ ቀልቦም ክመልሱ ፃውዒት እንዳቕረበ ይርከብ። ሓይልታት ኣምሓራ በዚ ልክዕ ተወዲቦም ንወራር ኣብ ዝዳለውሉ እዋን ዲዲኣር ብኩሉ ኣንፈት ኣብ ምሽበሻብ ምህላው ከቢድ ስጋት ዝፈጥር ጉዳይ ስለዝኾነ ኣብ ስምምዕነት ፕሪቶርያ መሰረት ዝገበረ ጥንኩር ፖለቲካዊ ቃልሲ ካብ መራሕቲ ሓድነት ትግራይ ከም ዘድሊ እንዳተገለጸ ይርከብ። እዚ ከምዚ ኢሉ እንዳሃለወ እውን ሓድነት ህዝቢ ትግራይ በታቲንካ ትግራይ ናይ ምድኻምን ትግራይ ናይ ምቁርራስን ትልሚ ዝሓዘ ህዝቢ ናይ ምብትታን ትልሚ ፈጺሙ ክእገድ ዝግብኦ ተግባር ከም ዝኾነ እንዳተጠቐሰ ይርከብ። ኣብዚ ሕዚ እዋን ኣንጻር መሪሕነት ትግራይ ናብ ኩናት ኣቲና ኣብ ሓራ መሬት ንርከብ ዝብሉ ሓይልታትን ውዳበታቶም ናይ ምጥንኻር ሓይሊ ንምፍጣር ሰፊሕ ናይ ፕሮፓጋንዳ ወፍሪ እንዳካየዱ ዝርከቡ እንትኾኑ እዚ ምንቅስቓስ እዚ ነቲ ቀንዲ ገዝዓዮ ምምላስ ተመዛበልትን ምርጋጽ ግዝኣታዊ ሓድነት ትግራይ ንዝኾነ ምንቅስቓስ ዘዕንቅፍ ከይኸውን ኣድላይ ክትትልን መእረምታን ክግበረሉ ከም ዝግባእ እንዳተጠቐሰ ይርከብ። ብፍላይ ኣብ ትግራይ ዘሎ ፖለቲካዊ ኣፈላላይ ብምርዳእ ንምፍታሕን ነቲ ሓደ ደፊኢኻ ዝግበር ምንቅስቓስ ውፅኢቱ ምብታን ስለዝኾነ ኩሎም ኣካላት ንትግራዋይነት ኣቐዲሞም ሓቢሮም ዝሰርሕሉ ባይታ ክፈጥሩ ከምዝግባእ ናይ ብርክት ዝበሉ ኣካላት ፃውዒት ኮይኑ ይርከብ። እዚ ምዘይኸውን ግን ሓይልታት ኣምሓራ በቲ ዝኸድዎ ዘለዉ ልክዕ ተወዲቦም፣ ትግራይ ድማ በቲ ዝኸድዎ ኣለዉ ልክዕ ተበቲኖም ኣደዳ ፀለእቲ ናይ ምዃን ዕድሎም ሰፊሕ እዩ ይብሉ ብርክት ዝበሉ